ንሕና ከም ደቂ ሰባት ኣብ ሂወትና ኣብ ንጓዓዘሉ ማለት እዩ ዊክነሳትና ወይ ከዓ ጎደሎ ናህና ወይ ከዓ ኣብ ምንታይ ስትሬንግስ ኣብ ናህና ብርትዕና ክንፈልጥ ኣገዳሲ እዩ ማለት እዩ ኦኬ ሶ ኣነ በዛ ናይ ቢዝነስ ብዙሕ ሰብ ድሓትኒ እንደ ክዛረብ ምክንያቱ እንድሕር ንሕና ኣብቲ ንሰርሐሉ ዘለና ወይ ኣብቲ ተምሃርናሉ ዕጉባት እንድሕር ኮይና እሞ ኸኣ በቲ ነእትዎ ደለና እትዋታትና ኸኣ ብጣዕሚ ዕጉባት ተኾይንና ተሓጒስና ንሰርሖ ስራሕ እንድሕር ኮይኑ I'm so happy for you guys ምኽንያቱ ምፍላጥ እቲ ንዓኻ ተድምዓሉ ነገር ትፈትዎ ነገር ኣብ ሂወትካ ክትሰርሕ ኮለኻ ብጣዕሚ ደስ እንዳበለካ ኢኻ ትሰርሕ ብጣዕሚ ከዓ ተድምዓሉ ኢኻ ማለት እዩ ግን ከማይ እንድሕር ኮንኩም ኣነ ብዚ ዓዲ ምስ መፅኹ መጀመርያ ኣካውንቲንግ ተማሂረ ማለት እዩ ድሕርኡ ግን ብኣካውንቲንግ ክሰርሕ ኣይከኣልኩን ካልእ ስራሕ እየ ረኺበ ካስተመር ሰርቪስ ነዊሕ ዓመታት ሰሪሐ ማለት እዩ ኦኬ እሱ ከዓ ሕማቕ ኣይነበረን ፅቡቅ እዩ ነሩ ግን ኣድካሚ እዩ ነሩ እዚ ቢዝነስ ብምስራሐይ ግን ሽፍት ክገብር ከለኹ ደቀይ ስለ ዘለውኒ ኣብ ገዛይ ኮይነ ኤክስትራ ኢንካም ከእቱ ኢለ እየ ጀሚረዮ ማለት እዩ ብጣዕሚ ከዓ ንሰብ እንዳሓገዝካ ብዙሕ ብዙሕ መዓልታዊ እንዳተምሃርካ ኣብ ሶሻል ሚድያ ከመይ ጌርካ ትድምዕ እንታይ እንታይ ኮንተንት ክሬት ትገብር ኩሉ ነገር ስለ ትምሃር ብጣዕሚ እየ ድፈትዎ ማለት እዩ ኦኬ ዳትስ ዋይ ከዓ ኩሉ ሰብ ኣይኮነን ቢዝነስ ኦነር ክኸውን ድኽእል ኩሉ ሰብ ኣይኮነን ኣብ ዲጂታላዊ ማርኬቲን እንድሕር ክንደይ ንፈትዎ ኮይና ክንሰርሐሉ ሲ ወላ ኣይነድማዓሉን ኢና ማለት እዩ ሶ ኣብዚ ንስኹም ትሰርሕሉ ደለኹም እንድሕር ዕጉባት ደይኮንኩም ብእትዋት ይኹን ብሰዓታት ይኹን ናፅነት ደይትረኽብሉ እንድሕር ኮንኩም እዚ ጎኒ ጎኒ እቲ ስራሕ ወይ ከዓ ፉል ታይም ክትሰርሕዎ ትኽእሉ ዲጂታል ማርኬቲንግ ኣለና ኣነ ዝሰርሓሉ ዘለኹ ኣርባዕተ ዓመት ዝሰራሕኩሉ ሕጋዊ ዝኾነ ዲጂታል ማርኬቲን እየ ዝሰርሕ ማለት እዩ ከም ሜንቶር ከም ኮች ኮይነ ከዓ ክሕግዘኩም ድልውት እየ ሶ ከምኡ ዓይነት ትደልያ ኣሕዋተይ ኤክስትራ ኢንካም ትደልያ ወይ ፕሮፌሽን ስራሕ ዘለክን ብዝኾነ ምክንያት ዘቋረፅክንኦ ወይ ከዓ ዘይዓገብክናሉ እዚ ቢዝነስ እዚ ቢልድ ክትገብሮ ትኽእላ ኢኽን ሶ ሎማዓንቲ ኩሉ ግዜ ሰሉስን ሓሙስን ነፃ ዝኾነ ወርክሾፕ ኣለና እ፣ ወላ ላይቭ ክትሪኦ ተደይክእልክን ኣብ ሪፕለይ እቲ ሊንክ ክሰደልክን ይኽእል እየ ማለት እዩ ኦኬ ሶ ፈትሸኦ ረኣየኦ ንዓና ይኸውን ዲ ኣይከውንን ብሰብ ደይኮነ ባዕልና ኣቲና ምስ ንሪኦ ጥራሕ ኢና ንገልፅ ምክንያቱ ኣነ ንስኹም በበይኑ ተሓሳስባ በበይኑ ድሌት ስለ ዘለና ናህና ድሌት ንምፍላጥ ከዓ ኣቲና ክንሪኦ ክንክእል ኣለና ሶ ዌብሳይተይ ገድፈልኩም እየ ተመዝጊብክን ወይ ተመዝጊብኩም ነቲ ኢንፎርሜሽን ረኣይዎ ካብኡ ከዓ እቲ ስቴፕ በብ ስቴፕ እንዳገበርና ከዓ ክንቅፅል ኢና ማለት እዩ። ዝኾነ ሕቶ ተለኩም ኮመ